ሰላም ሰላም ቤተሰብ ሃመይ ኒኦኹምለይ ደቂ ዓበይትዋይ ዳሕና ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ድማ ሰላም ክትኾንለይ እናተመንኹ ናይ ሎም መዓንቲ ለለ ብጣዕሚ ደስ ዝብል ቦታ እየ ሒዘልኩም መፅ ኣለኹ ብዙሓት ሕዋተይ ኣብ ኣባጋበር ጠቓንዶ ኣልሽልናይ ዋላ ነፃ ቦታ ድዩ ዋላ ሓደ ክላስ ዝሓዘለ ምንም ችግር የብሉ ኮይኑ ግን ሕጋዊ ክኾነሉ ሚእቲ ኣርባዓ ካሪ ኣምፅልና ልወልኩም ንሕዋተይ ያው ናትኩም ሕቶ ተቐቢለ ሎም መዓንቲ መዓልቲ ኣኹሉ ሓደ ሳላ ምስ መደቀስ እዩ ካብኡ ለ ከምቲ ትሪእዎ ኣለኹም ሽንቲ ቤት ዝተሃደመ እየ ሒዘልኩም መፅ ኣለኹ እዚ ቪድዮ እንታይ ይመስል ሰፈሩ እንታይ ይመስል ብዙሕ ነገር ስለለለዎ ቦታ ክትገዝእ ተኮይንካ ግድን እዩ ከምዚ ዓይነት ቪድዮ ከድልየካና ሓደስቲ ዝኾንኹም ሼር ላይክ ሰብስክራይብ ምግባር ቤተሰብ ሁኑ ቤተሰብ ዝኾንኹም ድማ ላይክ ሸር ናጎ ክተኣትዩ ብትሕትና ይሓትት ቤተሰብ ዝኾንኹም ለ ያው ኩሉ ግዜ ስለ ተታዋዑኒ የቐንየለይ ናወል ኣሕዋተይ መዓረይ ብዙሓት ኣሕዋተይ ተታዋዑኒ ኢኹም ኣይዘኺ ጎብዚ ሰርሒ የቐንየልና እናወልኩም ደወልኩም ለ ያው ይሳኽዕልኩም ዘይደወልኩም ለ ደውሉ ማለት እዩ በተለይ በተለይ ኣብዚ ሕዚ ሰዓት ብጣዕሚ ቦታ ስለዝረኸሰ ኸዛ እዛ ቦታ እዚኣ ሒዘያ መፅኣ ኣለኹ ብጣዕሚ እያ ርካሽ ከምቲ ትርእይዎ ኣለኹም ቤተክርስቲያን እናለ ኣብ ኣባጋብር ጠቃል ብልኩም ንሕዋተይ ይውልዕ ኢላ መፅኣትና እኒኣ ማለት እዩ ቤተክርስቲያን ይረኦ ኣሎ ከምቲ ትርእይዎ ኣለኹም እዚ መንደርለ እዚ ይመስል እታ ገዛናለ ከምቲ ትርእይዎ ኣለኹም እዚ ይመስል ማለት እዩ እዚ ከባቢኡ ኩሉ ሚእቲ ኣርባዓ ካሪ እዩ ሚእቲ ኣርባዓ ካሪ እምበይ ክልተ ሚእቲ ካሪ ሰለስተ ሚእቲ ካሪ ዝበሃል የለው እዚ መንደር እዚ ማለት እዩ ካውደ ማይ የነወሬ ቅድም ኢልካ ሕዚ ግን ቡምባ ኣትዎም ኒዮ ንናዕሎም ማይ ኣእትዮም ኒዮ ኣብ መረኦም ማለት እዩ ማይ መብራህትኡ ኢለ ሓዘ ሚእቲ ኣርባዓ ካር ደሞ ብጣዕሚ እዩ ሰፊሕ ኣብዛኛው ሚእቲ ኣርባዓ ካር ንእሽተን እያ ክልተ ሚእቲ ካር ደምፅልና ክልተ ሚእቲ ሓምሳ ካር ደሊና እትብል ኣሕዋተይ ስለለለኽን ሚእቲ ኣርባዓ ካሪ ክንደይ ሰራዊት ኣብ ነስርሕ ለ ቅድም ኢለ ነገረኩም ነይረ እየ ካብኡ ለ ድሕሪ ሓደ ነገር ተራውሐሉ ሃምሊ ደርሁ ሃምለ በቃ ዝኾነ ነገር ተራውሐሉ ተኾይንካ ክልተ ሚእቲ ሓምሳ ካሪ የድልየካ እዩ እምበር ምንም ለይተራሖ ለ ክልተ ሚእቲ ሓምሳ ካረ ልመን ወርያስ ታእየሞ ብጣዕም ሰፊሑ ነመነየ ብትክክል ናል ሰብ ሓለስ ትርጉም የውሉ ኣሕዋተይ እና ሚእቲ ኣርባዓ ካሬ ክልተ ሚእቲ ካሬ ብጣዕሚ እዩ ሰፊሕ ግን ልሞን ወርያ ካልተብሃለ ክልተ ሚእቲ ካሬ እኹል እዩ ሚእቲ ኣርባዓ ካሬ እኹል እዩ ይቅር ሚእቲ ኣርባዓ ካሬ ሰብዓ ካሬ እውን ይሰርሕ ኣሎ ስለዚ ላውዚ ዋጋ ዕዳጋ ከብለኩም ከምቲ ትሪእዎ ኣለኹም በዓል ገዛ ያው ማዕጸ ኣይገበረሉይ ቆርቆሮ ወቂዑ ከምቲ ትርእይዎ ኣለኹም ብራንድኡ ደፊኡ ካልኣይ ነገር ለ ሽንትዮት ሃዲሙ እዮ ቋሪጽዎ እንዮ ክሸጦ እየ ኢልና እንዮ ማለት እዩ ኩሉ ነገሩ ተጃሃይዙ ኩሉ ነገሩ ልመላልኦ እዩ ኣሕዋተይ እዚ ብቻ ግርፍና ስሚንቶ ለሲንኹም ምእታይ ማዕጸ ወቂዕኹም ማለት እዩ ግብኹም ሓንጺጽኹም ስለዚ ከምቲ ትርእይዎ ኣለኹም ሽንትዮት ለ የው ረእይዎቱ ውሽጢ ጸልመት እኳ ኢሉ እዚ ውሽጢ እዩ ለርእየና ኣሎ ረእይዎ በዓል እንትን ማለት እዩ በዓል ቦታ

ከምቲ ትርእይዎ ኣለኹም ሽንቲ ሽንቲ ቤት እማ ብዙይ ብደገ ኣፍዩ እኒኦ ትርእይዎ ኣለኹም ዶ እዙይ ተወቃዕዩ እኒኦ ተሃዳዲሙ እኒኦ ማለት እዩ ስለዚ ኩሉ ከምቲ ትርእይዎ ኣለኹም እዚ ሓሸዋ ለፍስስ እምኒ ለራግፍ ካብኡ ለቡሊኮት ለራግፍ ብዙሕ ሰብ እዩ ክሰርሕ ሓሲቡ እኒኦ እንግዲህ ሚእቲ ኣርብዓ ካሪ ካርትኡ ላብ በዓሉ ስሙ ለሓለፈ እዩ ቀጥታ እስኻቱም ገዚኡኹም ላብ በዓልኩም ስምኩም ልትሓልፉ እምበይ ሚእቲ ኣርብዓ ካሪ ምንም ሕጋዊ እዩ ጥርጣሬ ልበሃል የለይ ስለዚ በዓል ገዛ ዋጋ ዕዳጋ ህንደይ እናመሲልኩም ያው ድርድር ለ ኣለዉ እዩ ኢልና እኒኦ ሓደ ነጥቢ ሓሙሽተ ሓደ ነጥቢ ሓሙሽተ ሓደ ሰላ ምስ መደቀሲና ሽንቲ ቤት ልተሃደመ እስካብ ቆርቆሮ ልበፅሐ ግርፊ ግን ወቂዕዎ እዩ ኢለኩም እየ ግርፊ ተቂዑ እዩ ብቻ ንስኻትም ሲሚንቶ ምልሳን ቀለምኩም ልደለኹምዎ ምግባር ማለት እዩ እውነት ሓሪፍ እዩ ኣመይ መሲልኩም ኣሕዋተይ ኣነ ኩሉ ግዜ ናብ ቦታ ሓበሬታ ስለ ለምፅእ ብዙሕ ግዜ ኣብዚ ኣብ ኣባጋበር ኣብ ኣዳማርያም እስካ ክልተ ነጥቢ ኢና ተሸጠ ነይሩ ቦቱ ልጥራሕ ቦታ ሚእቲ ኣርባዓ ካሪ እስካብ ሓደ ነጥቢ ሽዱሽተ ናበልዎ ነይሮም ሕዚ ግን ሓደ ሳላ ምስ መደቀሲኡ ካብኡ ለሽንቲ ቤት ለሽንቲ ቤት ልበዓላ እኮ ከዚ እኳ ንእሽትን ርኽ ሲሊም ቤት ሽንቲ ቤት ልበዓላ ኩንትራት እኮ ሰብዓ ሽሕ እያ ትፈሓር ነይራ መቸም ኣቱም ገዛ ለስራሕኹም ኣቱም ሽንቲ ቤት ለፈሐርኹም ብዙሕ ነገር ኣን ዋላ ገዛይ ነስርሕ ኩሉ ነገር ዙ ከምዚ ዓይነት ሓበሬታ ስለ ለምፅእ ብደንብ ገይረ ክፈልጦ እየ ማለት እዩ እቱ ሽንቲ ቤት ብሰላሳይ ሓሙሽተይ ነይሩ መጀመርያ ብዒስራይ ሓሙሽተይ እናተፈሓረ ነይሩ ብድሕሪኡ ግን ኩሉ ነገር ትግራይ በቃ ላብ ሓዊ ምስ ተቐየረት እንደኢሎም እዞም ኩንትራት ከዓ ሰብዓ ሽሕ ሰለስተ ሜትሮ ልታሕቲ ክልተ ፈረቃ ኢሉ ጎድኒ ገይሮም እዚኦን ፍሒሮም ኣረኪቦም ሰብዓ ሽሖም እናተቐበሉ ነይሮም ማለት እዩ ስለዚ እዚ ናይ ሕዚ ዋጋ ዕዳጋ ለሎና ትቕድም ኢሉ ለምፃኽዎ ነበርኩ ሲ ፍርቂ እዩ ቀኒሱ ኣሕዋተይ ናመን እዩ ብትክክል ፍርቂ ማለት እዩ ለኣኸ ድዩ ርካሽኺ ሓደ ነጥቢ ሓሙሽተ ከይትውኒ ምክንያቱ ኣነ ሓደ ነጥቢ ሓሙሽተ ቃዓሚ ሃሊኒ ለይኮንኩ ለኣኻ ትምሃሙ ኢለኩም ምስቱ ግዜ እየ ካልትኸድ በቃ እዚ ግዜ ሲ ጥራሕ ልቦታ ሓደ ነጥቢ ሓሙሽተ ናተሸጠ ነይሮ ሲ ሕዚስ ምስ ገዝኡ ምስ ገዝኡና እሞ ከዓ ቆርቆሮ ሎሚ እሞ ከዓ ቡሊኮት ሎሚ ተንዲኖ ብጣዕሚ እዩ ለድልየካ ኣብ ታሕቲ ማለት እዩ መጀመርያ ነገር ገዛ ክትሰርሕ ተኮይንካ ተንዲኖ ብደንብ ገይሩ እዩ ዘድልየካ ስለዚ ያው ሓደ ነጥቢ ሓሙሽተ እንድሕር ተደራሪርኩም ለሕዋደይ ኣሕዋተይ ድርድር ኣለዎ እዩ ኢሎምና እኒውና ብርግፅ እየ እስካብ ሓደ ነጥቢ ኣርባዕተ ሃምለዉ ርግፀኛ እየ ማለት እዩ ስለዚ ቁፅር ስልኪ ክሓድገልኩም እየ ኣብ ታሕቲ ደው ኢልኩም ብደንብ ገይሩ ትሓቱ ትኽእሉ ኢኹም ምክንያቱ ኣብዚ ብዙሓት ኣሕዋተይ ፌስቡክ ትፅሕፍሉ ኢኹም እስኪ ተደራሪድካ እንደ ይህቡ ይጎድልዶ ምናምን ኣነ እኮ ለሓበሬታ ኣየ ለምፀለኹም በይ ወይ ዓዳጊ ተውን ኮይ ምስ በዓል ገዛ ከይደ ምስ ደላለ ከይደ ውረድዩ ቀንሱ ልብሎም ኣይኾን ኮይ ኣነ ምክንያቱ ኣነ እዛለለ ሓበሬታ ከምዚ ዓይነት የፋልጥ እሞ ድሕሪ ድርድር ኣለዎ እዩ ድርድር ኣለዎ እዩ እና በዓል ገዛ እንድሕር ለይብሉ ከዓ ናይ መጨረሻ ዋጋ ኢሎም እዮም እንትንብሉና ማለት እዩ ስለዚ እዚ ያው ሓደ ነጥቢ ሓሙሽተ ዋላ ኢሎም ጎልሃለዩ ግን ድርድርስ ንእሽተንስ ኣለዎ እዩ ክቅንሱስ ክኽእሉ እዮም ኤይለ እየ ኣሕዋትይ ማዓረይ ደዊልኩም ብደንቢ ገይርኩም ክትሓቱ ትክእሉ ኢኩም እዚ ቦታ ድየ ሪኢኩምዎ ኢኩም ዋልካ ድዩ ቃይሕ ድዩ ብደንቢ ገይርካ ብድዮታት ስለ ንረኣ እዚ ቦታ ብጣዕሚ እዩ ደስ ልብል ካብኡለ መይዳ እዩ ካብኡለ ኣንጎሎ እዩ ሪኢኩምዎ ኢኩም ፅርጋ ወዶ እንሑ ክመፅ እዩ እዚ ኩሉ እዚ ፎቅ ብፎቅ ተሓንፂፁ እንዮ እዚ ኩሉ ደረጃታት እዩ ርእይዎ ማለት እዩ ኣብ ጎድና እያ ኣብቲ ናይ ደረጃታት ሲ በቃ ኣብ ማእከል እዩ እንዮ እዚ ኩሉ ሰብዓ ካሬ ርእይዎ ቅድም ኢሉ እኮ ገዛታት እኮ ይነበረ ትፈልጡ ዲኹም? ምንም ገዛ ትበሃል ይነበረ። ሕዚ ግን ከምዚ ትሪእዎ ኣለኹም ኩሉ በቃ ካርቱ ምስ ሓዘ ካርቱ ምስ ወፀሲ ብጣዕሚ ኩሉ ሰብ እዮ ስርሕሎ እምበይ ቅድም ኢልካ በዓለይ ደቂቆ እየ ነይረ ምንም ገዛ ዝበሃልስ ኣይነበረ ዝተወሰነ እየ ነበረ ሕዝማ ትሪእዎ ኣለኹም ፅርጋ ተፈልዩ ካብ ልማይ ይኣተዮ ነይሩ ከዝማ እየኣትይዎም እኒኦ ኩሉ ነገር ቡንብኦም ላመረኦም ገይሮም እዮም ብጣዕሚ እዩ ደስ ልብልና ኣሕዋተይ ማዕረይ ሉዚ እንድሕር ደኣ ሓበሬታ ወይ ደሞ ቃዕሚ ዘለኩም ሓደ ነጥቢ ሓሙሽተ ተሃሊኩም ኣሕዋተይ ብጣዕሚ እዩ ሓሪፍ እቲ ቦታ እዚ እውነት ሓደ ነጥቢ ሓሙሽተ ብዝሐ ሰዓት ማለት እዩ ምስ ገዝኡ ምስ ክልተ ገዝኡ ክግነ ከሎሲ ብጣዕሚ እንትን ልነባር ልሕዝቶ ወንሲ እስካብ ሓደ ነጥቢ ክልተ እስካብ ሓደ ነጥቢ ሰለስተ እናተገዝአ ነይሩ ማለት እዩ እና ዝሩ ግዜ እዩ ዝውስኖ እዚ ቦታ ሃመይ ነይሩ ሕዚ ሃመይ ሃመይ ሃምለሎሲ ብጣዕሚ እዩ ግዜ ዝውስነና ብቻ ሃገርና ሰላም ይግበረና ኣሕዋተይ ብዙሓት ኣሕዋተይ ሓዋፁ ንምንታይ ይኽእል ይጥየቕና መንገዲ ኣራል ትብላኒ እንዲኽን ብደንቢ ገይረ ክጥይቅልኽን እየ ኣውማ ብጣዕሚ ኢለ ለርካሽ ምክንያቱ እሳቶም ከዚ ብገጠር እዮም ንመሓዳዶር እምበይ ላብ ከተማ ዓዲ ጉዶም ገና እዮም ይኣተይ እዚኣቶም ከተማ ኣትዮም እዮም ኩሉ ነገር ኣትዎም እዮም ሓዋፅለ እኮ ማይ መብራህቲ ኣለዎ እዩ ኮይኑ ግን ገና እዮም ላብ ከተማ ሲኣተዩ ብገጠር እዮም ንመሓዳዶር ኣለዎም መትከል ይኹን ነባር ርሕስቲ ይኹን ብደንቢ ገይረ ጠይቐ ከምፀልኹም እዩ ኣሕዋተይ መዓረይ ያው ኣነ ልድንጉለኹ ለ እቲ ሓበሬታ ንፁር ስለለይኮነለ እየ ኣምዚ ዓይነት ቪድዮ ወይ ደሞ ንፁር ሓበሬታ እንድሕረ ግኔ ግን ላዋኻቱም ሓሊፈ ላብ ካሊእ ላብ ማንም ሰብ ሸራ ይገብረይ ያው ስለልተታዋዑኒ ካብ ልቢ እየ ለመስግን ኣሕዋተይ መዓረይ ይቐንየለይ እናበልኩ ኣብዚኣ ክፍለየኩም እየ ባይ ባይ